ሎሚ ክልተ ርእስትን ፈረቓን ሒዘልኩም መፅየ ኣለኹ። ቀዳማይ ኣርእስቲ ክትዕናን ልዝብናን ክትዕ ባይዛንጣ እንዳኾነ ይኸይድ ስለ ዘሎ ተጠንቀቕ። ካልኣይ ከኣኒ ሃይማኖት ብሓደ ሸነኹ ናይ ግልን ናይ ብሕትን መንፈሳውን ናይ እምነት ጉዳይ እዩ። በቲ ካልኣይ ሸነኹ ከኣኒ ናይ ኩላትና እኩብ ሃገራዊ ኤርትራዊ መንነት እዩ። ነዘን ክልተ ነገራት እዚኣተን ምናለይ ክገልጽ ክፍትን እየ። እታ ፍርቂ ዝበልኩዋ ከኣ ኣብ ዝመጽእ ዘሎ ግዜ ፍሉይ መደብ ብዛዕባ ቋንቋ ዓረብ ክገብር ስለ ዝኾንኩ ሕጂ ግን ቁሩብ ንዕኡ መቀራረቢ ኣፕሬቲቮ ቁሩብ ትንክፍ ትንክፍ ኣቢለ ክሓልፍ እየ። ሰናይ ምክትታል። ሰላም መጀመርያ ከይመስገንኩም ክሓልፍ ኣይደልን ኣብ ዝሓለፈ ግዜ ዝተገበለይ ምትብባዕን ዝመፃኒ ዘሎ ሓሳባትን ብጣዕሚ ከመስግን ይፈቱ ገለ ነጥብታት ከ ኣለዋ ምሳይ ክትሕጎሱ ምእንቲ ክነግረኩም ሓደ ከምቲ ካብ ስታቲስቲክስ ናይ ዩትዩብ ከም ዝረእኹዎ እቶም ተዓዘብቲ ናይዚ ቻነል ናይ ነጋሪት ቻነል ካብ ዕስራን ኣርባዕተን ክሳብ ኣርባዓን ኣርባዕተን ዝዕድሚኦም እቲ ዝዓበየ ሸነኽ ኮይኑ ረኺበዮ ብጣዕሚ ደስ ኢሉኒ እቲ ካልእ ሸነኻት ኣይክትሰነ ማለት ኣይኮነን ግን እዚ እቲ ቀንዲ ዝተበደለ ወይ ተወፂዑ ዝብሎ ክፋል ናይ ህዝቢ ኤርትራ ስለ ዝኾነ ክሳብ ሕጂ ብበደል ነቢሩ ክሳብ ሕጂ ከዓ ንበደል ነብራ ካብ ድሕሪ ነፃነት ጀሚሩ እቲ ንዕኡ ተባሂሉ እዩ ዝኩሉ ቃልሲ ነፃነት ዝተቃለስናዮ ንዝመፅእ ዘሎ ወለዶ እንዳ ተባሃልካ እዩ ተቃሊስና እዚ ኩሉ ዝተኸፍለ ንዝመፅእ ዘሎ ወለዶ እንዳተባህለ እዩ። ግን ዝመፅእ ዘሎ ወለዶ ኣብ ምንታይ ወሪዱ ከም ዘሎ ኩላትና ንሪኦ ኣለና። እዚ ከዓኒ ናተይ ሰማዒ ክኸውን ብጣዕሚ እሕበን ደስ ከኣ እብለኒ። የቐንየለይ። ካልኣይ ነጥቢ ከዓኒ ቅድሚ ሕጂ ዝክሩ እትኾንኩም ሳብስክራይብ ግበሩ ገለ ክብል ከለኹ እንቃቑሖ ግበር ገና እንቃቑሖ እያ ዘላ ትኣኩል ዶ ትውለድ ዶ ኣይፈልጥን ነይረ ስለዚ እንቃቑሖ ገይረ ኣመልኪታ ነይረ ግዜ ይወስድ እዩ ክትሃንፆ ሓደ ቻነል ስለዚ የቐንየለይ ስለዚ እዞም መጀመርያ ግዜ ትመጹ ዘለኹም በጃኹም ኣብዚኣ ኣብዚኣ ኣብዚኣ ኣብ ገሊኤን ኣላታ ቀያሕ ነገር ከወሮ ዘላታ ናይ ነጋሪት ንዓ ኣጠውቕኩም ሳብስክራይብ ግበሩ እቶም ቅድሚ ሕጂ ሳብስክራይብ ዝገበርኩም ከዓኒ ምትብባዕን ናብ ካልእ ምትሕልላፍን ንካልእ ምትብባዕን ኣይትሕመቑ የቐንየለይ ሳልሳይ ነገር ነይራ ታረሲዓያ ሓቂ ሓሽ ኤኒወይ ሕጂ እቲ ናይ ቀዳማይ ነጥበይ ክኣቱ ባይዛንጣ ማለት እንታይ ማለት መስለኩም ናይ ሮማን መንግስቲ ቀደምቲ ግዝኣት ናይ ሮማን ዝነበረ ካብ ፖርቹጋል ጀሚርካ ክሳብ ጫፍ ጥቃ ዒራቅ ትበጽሕ እዚ ኩሉ ግዝኣት ናይ ሮማን ኣብ ዝነበረሉ ግዜ ነይሩ ገማግም ስዑድያ ሒዝካ ክሳብ ጥቃ የመን ዝተበጽሓሉ ግዜ ነይሩ ኢጅፕት ሰሜን ኣፍሪቃን ደቡብ ኢሮፓን ዝሓዘ እዚ ኹሉ ግዝኣት ናይ ሮማን ነይሩ። ሕጂ በቲ ስፍሓቱ ጥራሕ ኣብ ክልተ መቒሎሞ ነይሮም፣ ምዕራባዊ ሸነኽ ካብ ሮማ ዘካይድዎ ዝነበሩ፣ እቲ ምስራቓዊ ሸነኽ ከኣ ካብ ባይዛንትዩም ዘካይድዎ ዝነበሩ። ባይዛንትዩም እዚ ናይ ሕጂ ቱርኪ ዘሎ እዩ። ኣብ መንጎ ኣብቲ ግዜ ቱርክን ግሪኽን ዝነበረ እዩ፣ ግን ሕጂ ቱርኪ እዩ ዘሎ። Anyway እታ ባይዛንትዩም ትበሃል ዝነበረት ከተማ ዳሓራይ ንጉስ ኮንስታንቲን ናይ ሮማ ብሽሙ ተሰምያ ኮንስታንቲኖብል ትባሃል ነራ ክሳብ ንሕና ክንማሃር ኮለና ኣብ ካርታታት ከንስታንቲኖብል እዩ ዝጻሓፍ ነሩ ዳሕራይ ግዜ ድሕሪኡ ቱርኪ ኣብ ኢስታንቡል ቀይሮማ ሕጂ ኢስታንቡል እያ ትባሃል ዘላ እታ ከተማ ኤኒወይ ካብ ባይዛንቲዩም ናብ ከንስታንቲኖብል ኣብ ኢስታንቡል ሰጊራ እዚ ኩሉ ሕጂ ዝዕለኩም ዘለኩ ዕላል ኣብ ባይዛንቲን ኮላ ዝነበረ እዩ። ኣብቲ ግዜ እቲ ድሕሪ ሰለስተ ሚእቲ ዓመት ድሕሪ ልደት ክርስቶስ ጀሚሩ ዝነበረ ክትዓት ባህርያት ናይ የሱስ እንታይ እዩ፣ ባህርያት ናይ ኣምላኽ እንታይ እዩ፣ ኣብዚ ፍልስፍናታት እቲ ሰብ ካልእ ዕላል ኣይነበሮን። በዚ ላዕልን ታሕትን ክብል መዓት ባእሲ፣ መዓት ምጥርኽ፣ መዓት ምፍንጫል፣ መዓት ገለመለ እዩ ነይሩ። ኩሎም እቲ ፍልስፍና ቁሩብ ዘድሃቡ ሰባት ወይ እቶም ገለ ንበይኖም ሓደ ነገር ክገብሩ Restless ዝኾኑ ሰባት ኣብኡ መጺእካ ክትዕ ጥራሕ እዩ ነይሩ። ብኡ እዩ ከኣ ሰለስተ ጉባኤታት ዝተገብረ ኣብ እዚ ሕጂ ግዝኣት ቱርኪ ዘሎ ኤፌሱስ ኣኼባ ናይ ኤፌሱስ ነይሩ፣ ኣኼባ ናይ ካልኪዶንያ ነይሩ፣ ኣኼባ ናይ ኒስያ ነይሩ፣ ኒቅያ እዮም ዝብልዎ መስለኒ ኣብዚ ሰለስተ ቦታ ኩሉ እዩ ተገይሩ። ሕጂ ክርድኣኩም ይኽእል ንምንታይ ናይ ሃይማኖታዊ ክትዕ ናይ እምነታት ክትዕ ናይ ምፍንጫል ክትዕ ኣብኡ ከም ዝነበረ ኣብዚ ቦታ እዚ ሕጂ እቲ ሕሉፍ ሓሊፍዎም ካብቲ መለኮታዊ ነገራት ሰጊሮም ኣበይ እዩ እቲ ዕላል ምስ ወዳእካ ሱቕ ኢልካ እንዲኻ ትውትት እንታይ ነይሩ መስልኩም ካብቲ ሕጂ ከም መስሓቕ ዝዝከር ክትዓት ዝነበረ ናይ ፍልስፍና ክትዓት ሰይጣንሲ ክንደይ ይዕቅኑ ኣብዚ እንተ ምጺእናዮስ እዚ ገዛ ምኣኸሎዶ ኣብዚ ጎልጎል ምኣኸሎዶ ካብዚ ጎልጎል ዶ ይዓቢ ካብዚ ገዛ ዶ ይዓቢ እዚ ሓደ ካብቲ ክትዕ ነይሩ ገሊኦም ከዓ ይብሉ ኖ ንእሽተይ ይብሉ ግን ንእሽተይ ተኾይኑስ ብኖኻል ናይ መርፍእ ገይሩስ ክሰግር ዶ ይኽእል ክኣቱ ዶ ይኽእል ከምዚታት ዝብል ከዓኒ ክትዓት ነይሩ ስለዚ ዕቅን ናይ ሰይጣን ኣብኡ ብዙሕ ክትዓት ነይሩ ካልኣይ ከዓኒ ከምኡ ዝኣመሰለ ከዓ ነይሩ ብዙሕ ነይሩ ግን ካብተን ቀንዲ ኩሉ ግዜ ዝጥቀሳ ባህርያት ናይ ናይ መላእኽቲ መላእኽትስ ደቂ ተባዕትዮ ድዮም ደቂ ኣንስትዮ ክንደይ ግልገለ ኣለዎም ቁመቱ ክንደይ ይኹን ትግል ግለናተን ክንደይ ክንቲት ኣሎ ዘይነበረ ክታ ኣይነበረን ኣብቲ ቦታ ኩሉ ብዛዕባ እዚ ናይ ሃይማኖታት ጉዳይ ሕጂ ስትክትዕ መልክዕ ጳጳስ ስለ ዝሰኣነ ክሳብ ንጉስ ኮንስታንቲን ፕሮክላሜሽን ኣውፅኡ ኣዋጅ ከምዚ ዓይነት ክትዕ ኣብዚ ግዝኣትና ከይካየድ ኢሉ ትእዛዝ ኣውፅኡ ይቕጽዑ ነይሮም ሰባት ኣብ ከምኡታት ዝኣተዉ ገሊኦም ከዓ መፈራርሒ ተጠቂሞምሉ ኣፍካ ሓዝ ከምዛ ናይ ኢሳያስ ከዓኒ ኣዋጅ ኣውፅኦም ከምኡ ገይሮም የካይድዎ ነይሮም እቲ ቦታ እዚ እንታይ ኮነ ከሎ ግን እቲ ሰብኣይ ገደፎን ትኽታዕ ኣይገደፎን ኣብ መስመርነ ዝንድዩ እንዳተኸትዑ ከለዉ ኣብ መበል ዓሰርተ ሓሙሽተ ክፍለ ዘመን ጣን ክንደይ ዕቅኑ መላእኽቲ ደቂ ተባዕትዮ ድም ደቂ ኣንስትዮ እንዳበለ ከሎ ዳግማይ መሓመድ መሓመድ ደሰከንድ ናይ ቱርኪ ዝነበረ ገዛኢ ኦቶማን ኢምፓየር ዋና ከተማኦም ሒዙ ነታ ሃገር ሒዝዎ ስለዚ ንሳቶም እንዳተኻትዑ ከለዉ ቱርኪ መጺኡ ነታ ሃገሮም ጎቢጥዎም ልቢ ንግበር ኣባና ከይድገም ከምዚ ዓይነት ሕጂ ካብኡ ንላዕሊ እቲ ኣነ ክዕዘቦ ደልየ ዘለኹ እንታይ መስለኩም ትኽትዕና ከምኡ ዓይነት ኮይኑ እዛ ንእሽተይ ዕላል ተዓዘብዋ።
ኣንተ ኣነ እኮ ሱድናዊ ማዓርከይ ብዙሕ ተቐኒታት ከውን ኣለካ ኣብኡ ኣሜሪካዊ ተዓዊትልካ ፅቡቕ ወላ ፀሊም ከለኹስ ጀርመናዊ እዋ ጀርመን ደኣ ዴሞክራስን ማዕርነትን ኮላ ብ ሓሙሽተ ዓመት ሽዱሽተ ዓመት ገይራ ጀርመናዊ እያ ትኸውን ግን ሓቂ ኣነ ሓበሻ እዩ እንታይ ደኣ ክትከውን ደሊኻ ሓበሻ እምበር ሓሳብሲ ስለ ዘይብርሃኒ ነዛ መስክነይቲ ነብሰይ ትግርኛ ዶ ክብላ ይብል ከኣ ትግርኛ እንተበልካ እውን ትግርኛ እንዲኻ

ዘለና ስለዚ ባይዛንጥዮን ኮይኑ ክኸውን ብዙሕ ዘፍርህ ምልክታት ስለ ዘሎ ንዕኡ ክንጥንቀቕ። ሕጂ ብዛዕባ ሃይማኖት ቅኑዕ እዩ ዶ እዚ ቅኑዕ ኣይኮነን ዶ እዚ ጥቕሲ ከምዚ በለ እዚ ኣያ ከምዚ በለት እዚ ሓዲስ ከምዚ በለ ፈጺመ ከምኡ ይብልን እዩ ምክንያቱ ኣብ እስልምና እንታይ ኣሎ መስለኩም ታሪክ እዚ ሕጂ ጥቕሲ ይኮነን ሓማል ኣውጅህ ዝበሃል ኣሎ ሓደ ጥቕሲ ክልተ ዓይነት ክትዕ ክትካትዓሉ ትኽእል ኢኻ ስለዚ ኣብኡ ታተ ኣይኣትውን እየ ፖለቲካዊ ቃልሲ እየ ዘካይድ ዘለኹ ሃይማኖታዊ ቃልሲ የካይድ የለኹን ስለዚ ኣብቲ ጎረቤትኩም እንድሕሪ ገረብ ኣላ ነዛ ገረብ እዚኣ እየ ዘምልኽ እንድሕሪ ኢልካ ጽቡቕ ይኹነልካ ኖኖ ኣነስ ነዚ ሓርገጽ ኣብ ኣብ ታይላንድ ዘሎ ንዑ እየ ዘምልኽ ተበልካ ይኾነልካ ኣነስቲ ናይ ኣቦታተይ ከምታ ዝጸንሐት ክንዲ እዘን ሃይማኖታተይ ሒዘ እዚ ከይድ ተበልካ ከኣ ጽቡቕ ግን ጥቅሲ ሒዝካ ከምዚ ዝበለ መጽሓፍ ቁዱስ ከምዚ ዝበለ ቁርኣን ከምዚ ዝበለ ሓዲስ ከምኡ ኢለ ኣይካትዕን እየ ምኽንያቱ ዋናታት ኣለዉ ከምኡ ኢሎም ዝካትዑ ሰባት ኣለዉ እቶም ዝኽእልዎ ወይ ብኡታት ክካትዑ ድልየት ዘለዎም ሰባት ኣለዉ ኣነ ከምኡ ይካትዕን እየ ሕጂ እንታይ ዝፈልጥ ዘለኹ ሃይማኖት በቲ መንፈሳዊ ሸንኹ እዚ ትንክፎን እዩ ሃይማኖት በቲ ናይ መንነታዊ ፖለቲካዊ ሸንኹ ክትንክፎ እዩ ስለዚ እዛ ፍልልይ እዚኣ ክትግንዘቡለይ። እታ ሽግር ትኾነኒ ዘላ ምንታይ ይመስለኩም እዚኦም ሃይማኖታዊ መንነት ሒዞም ዝካትዑ ንስኹም ንሕና ዝብሉ እንታይ ከም ዝብሉ ዘለዉ ይርዳእኩም እዩ ግን ነቶም ንስኹም ትብልዎም ዘለኹም ኣይፈልጥዎምን እዮም ነቶም ንሕና ዝብልዎም ዘለዉን ኣይፈልጥዎምን እዮም ኣይውክልዎምን እዮም ወላ ናይ ሞራል ውክልና እውን የብሎምን ነብሶም እዮም ዝውክሉ ግን እንታይ ይብሉካ መስለካ ንኣብነት እዚ እዚኦም ሰባት እዚኣቶም ሲ ገሃነብ እሳት እዮም ዝኣትዉ ንኖ እዚኣቶም መንግስቲ ሰማያት እዮም ዝኣትዉ ይብሉካ መን እዮም መንግስቲ ሰማያት ዝኣትዉ መን ድዩ እቲ ዘእቱ ዘውፅእ መን እዩ ተበልካዮም ከዓ ተመሊሶም ኣምላኽ ይብሉካ እሞ ኣምላኽ እንድሕሪ ኮይኑ ዳእኒ ክሳብ ሞይትና ምፅኣት ዓለም ኮይኑ ኣኽረት ዘማን ወላ ኣኽረት ድንያ ዮም ዲን ሽዑ ክሳብ ከድና ሕሳብና ንወስድሲ እንታይ ይሃወኸኩም ወላ ኣብዚኣ ኮለኹም ክትፈርዱና ደሊኹም ኮለኹም እንተበልካዮም ከኣ መልሲ የብሎምን ሽዑ ጥቕስታት ገለ የምጹልካ ኣብኡ ወጋ ጥቕሲ እንድሕሪ በጺሕካ ክትዘራረብ ኣይትኽእልን ኢኻ ኣነ ከም ዝርድኣኒ እዚ ኩሉ ስቕ ኢሉ ኣፉ ዝሃቦ ዝዛረብ ዘሎ ንስኻ መንግስተ ሰማያት ክትኣቱ ኢኻ ኢልካ ኣብስሮ ኢሉ ኣምላኽ ዝለኣኾ ሰብ የለን ኖእ እዚኣቶም ከኣ ጥዑያት ኣይኮኑን ገሃነም እሳት እዮም ዝኣትዉ እሞ ካብ ብሕጂ ኣርድኣዮም ኢሉ ኣምላኽ ዝለኣኾ ሰብ የለን። ስለዚ እዚ ናይ መለኮታዊ ነገር ስለ ዝኾነ ናይ ኣምላኽ ነገር ከምታ ትበሃል ንዓኣ ንድሕሪት ንግደፋ። እቲ ዘፍርሃኒ ሸነኻት እንታይ ይመስለኩም? ንሓደ ሰብ እንተ ደኣ ንስኻስ ኣብ ገሃነም እሳት ኢኻ ክትጥበስ ኢልካ እንድሕሪ ኮኒንካዮ፣ ከመይ ኢልካ ኢኻ ክትድንግጸሉ፣ ከመይ ኢልካ ኢኻ ክትፈትዎ፣ ከመይ ኢልካ ኢኻ ምስኡ ክትሰርሕ፣ ከመይ ኢልካ ኢኻ ክተኽብሮ። እንታይ ዝወጻካ እምቧእ እንታይ ኩሉ እንታይ መለስ ኣለዎ ኒዮ ኮይዱስ ዘይክጥበስ ኢኻ ኣብዚኣ ዘይጠብሶ ኢኻ ትብል። እዚ ገይ ኣተሓሳስባ እዩ። እዚ ኣንታይ ሞደርኒስት ምስ ዓለም ምስ ሰብኣውነት ምስ ሂማኒቲ ዝኸይድ ኣተሓሳስባ ኣይኮነን ደንቆሮ ኣንቲኮይትድ ኣተሓሳስባ እዩ። ምኽንያቱ ኣት ኤንድ ኦፍ ዘ ደይ እንታይ ምዃንና ኣይንፈልጥን ኢና ንሕና እንታይ ከም ዝመጻና ኣይንፈልጥን ኢና ስለዚ ኣብታ ንፈልጣ ጥራሕ ደው እንተበልና ይሓይሽ መብዛሕትኡ ግዜ ከዓ እዚ ዝመጽእ እኮ ብናይ ሃይማኖት ፐርሰይ ኣይኮነን እኮ ኣብቲ ፖለቲካ እንዳዛረብና እዩ ዝመጽእ እዚ ጉዳያት እዚ በቶም ናይ ሃይማኖት መንነት ሒዞም ዝዛረቡ ሰባት ብኦም እዩ ዝመጻና ብካልእ ኣይመጻናን ዘሎ ስለዚ ንሳቶም እንተዝቁጠቡ ጽቡቅ እዩ ብሽም ሃይማኖታዊ መንነት ጌርካ ዘለፋ ብኡ ጌርካ ጸርፊ ውርደት ሚን ብጣዕሚ ሚን ዝኾነ ኣገባብ ጽልኢ ዘስፍን ምርሕሓቕ ኣብ መንጎ ሓደ ዜጋ ምስ ካልኣይ ዜጋ ዝፈጥር ሰላም ዘይዕድም ናዕቢ ዝዕድም ጠባያት ስለ ዝኾነ ብዙሕ ይጎድኣና ስለ ዘሎ ሱቕ ኢልና እንተ ዘይተዓዘብናዮ ይሓይሽ ይብል። ካብኡ ንኔው ከኣ እቲ ዝዕዘቦ እንታይ መስለኩም እዚ እኮ ኣብዚ ደገ ምስ ወጹ እዞም ደገ ዘለዉ እዮም ከምኡ ዝገብሩ ዘለዉ እምበር ኣብቲ ዓድና እኮ ከምኡ የለዎን ገለመለ ይብሉኻ ግን ሓሶት እዩ ከምኡ ይኮነን ምክንያቱ እዚ ኩሉ ሰብ ኣብደይ ኣብዚ ሕጂ መፅኡ ዘሎ እዚ ናይ ኣውራጃ ፍልልይ ዶ ከበሳ መታሕት ገለመለ ዶ ኣብ ኣሜሪካ ተማሂርዎ ወላ ኣብ ስዊድን ተማሂርዎ ኣይና ሕብረተሰብ እዩ ነይርዎ ዓዲ እንግሊዝ ዋላ ሽወደን ምስ ከደስ እዚ ኣውራጃ እዚ ኣሕማቕ እያ እዚ ኣውራጃ ጥዒቲ እያ ከምኡ ኢሉ ዝምሃረ ሰብ ኣሎ ናትና እዩ ሒዝናዮ ዝመፃእና እዩ ወዮ እኳ ጎሊኣቶም ይፍክሩሉ ኣሎ ይኾርዕሉ ከማን ኣቦታትና ከምዚ ኢሎምና ኢሎም ከማን ዝደግምዎ ዘለዎ ዘረባ ንሕና ከምዚ ኢና ተታሒዙ ዝመፀ እዩ ሓፂሩ ተቋፂሩ ተኣኪቡ ብሳጣ ሒዞም ተሰኪሞሞ ዝመፁ እዩ ኣብ ደገ ዘፍረይዎ ኣይኮነን እቲ ደገ ዝፈረየ እንታይ እታ ነፃነት ምስ ነፃነት ከዓኒ ድሕሪ ሓላፍነት ዘየሎ ኣይፋልካን ኢሉ ትጋገ ኣለኻ ነውሪ ኢሉ ዝእድበካ ሰብ ወይ ተግሳፅ ዝበካ ሰብ ተዘየሎ ትፈርሖ ሕብረተሰብ ተዘይብልካ ተኽብሮ ሕብረተሰብ ተዘይብልካ ዝገንሓካ እንድሕሪ ዘይብልካ ከም ድላይካ ስዲኻ ትኸይድ እዚ ኩላትና ንሪኦ ዘለና ነገር እዩ ስለዚ እቲ ደገ ዝመፀ እንታይ እዩ ነቲ ዝተረኽበ ነፃነት ኣብ ጥዑይ መዓላ ክንድነውዕሎ ኣብ ክፉእ መዓላ ነውዕሎ ስለ ዘለና እዩ ደኣምበር ኣብ ደገ ዝተጠርየ ርስሓት ኣይኮነን። ንእመነላ እዚኣ እንተዘይኣመንናላ ክንዕርያ ኣይንኽእልን ኢና። እዚ ርስሓት ኣብቲ ሶሳይቲ ናትና ኣሎ። ካብቲ ሶሳይቲ ናትና እዩ ዝመጽእ ዘሎ። ጽቡቕ ንቕረኣ ዓድና ከምዚ እዩ ባህልና ጽሩይ እዩ ንሕና ከምዚ ኢና ከምዚ ኢና ንበል። ግን ከምዚ ናይ ቲፕሪኮሎጂስ መርፍእ ትውጋእ ከይትሓምም ወገን እዚ ንርእዮ ዘለና ጸይቂ ናይ ከምኡ መርፍእ የለን። ንሳ ትምህርቲ ሓንጎል እያ ክትሕጸብ ዘለዋ። ሓንጎል ምስ ተሓጽበት ምስ ጸረየት ሽዑ እዩ ዝጠፍእ። እዚ ከኣኒ ኣብ ሕብረተሰብና ሰረት ኣለዎ። ምክንያቱ ኩሉ እንድሕር ርኢኹም ሕጂ ርብዓ ዓመት ከም ዝተገብረ ስሳ ዓመት ከም ዝተገበረ እከለ እከለ ራእሲ ከምዚ ከም ዝገበረ ንጉስ ክስቶ ከም ዝገበረ ኢልካ ናይ ኣማእት ዓመታት እንድና ንጽብጽብ ሕጅ ሳብቲ ናትና ኣብቲ ታሪኽና ኣብቲ ረዳድኣ ናይ ታሪኽና ከመይ ገርና ንጥቀመሉ ሕጂ ከመይ ገርና ኣብኡ ሪፍሌክት ንገብር ከመይ ገርና ኢና ኣብዚ ዘለና ግዜ ከመይ ገርና ኤክስትራፖሌት ንገብሮ ኣብኡታት ጥበብ ይጎድለና ኣሎ እዚ ከዓኒ ናይ ነፃ ሃዋሁ ምስኣን ሕጂ እቲ ሓደ ካብቲ እዞም ህግደፍ ክካትዑ ከለዉ ብዛዕባ እዚታት እንታይ እዮም ዝብሉ ኣብቲ ዓድና ኮ ከምዚ የሎን እዚ መንግስቲ እኮ ሰጥ ኣቢልዎ ኣሎ of course ሰጥ ኣቢልዎ ኣሎ ኣብኡ ድኣ ንኣፍካ እንተከፊትካ ትጠፍእ ስለዚ ብፍርሒ ስለ ዝሓዝካዮ የሎን ማለት ኣይኮነን እንታይ ድኣ ብገለ ጌርካ ሓጹር ጌርካ ጋሪድካዮ ኣለካ ሸፊንካዮ ኣለካ መጋረጃ ጌርካ ዓጺካዮ ኣለካ እንተዘይኮነ ኣሎ ኣብቲ ሓንጎልካ ኣሎ እዚ ካብ ፍርሂ ሱቅ ስለ ዝበልካ የሎን ኣብ ሓንጎልካ ማለት ኣይኮነን ዝኾነ ግዜ ክግንፍል ዝኽእል ሕማም ኩሉ ግዜ ሕማም ስለዚ ንዕኡ ንገንዘቦ ሪኮግናይዝ ንግበሮ ክንፍውሶ እንድሕር ኮይና ብትብዓት እንተዘይኮነ ዘይ ናይ ነፍሲ ኮይንና ኖ ንሕና ገሌና ከምዚ ነፍስና ንፀርብ ዘለና ወይ ነፍስና ነዋርድ ዘለና ኮይኑ ይስምዓና ኣላ ዋላ ኣብ ሕማም ስከምኡ ንገብረ እንዲና ምሽ ገሊኡ ሰብ ኣለ ሕጂ መንሽሮ እንተሓሚሙ ዓድና መንሽሮ ሓሚሙ ይበሃል እዩ ንኖ ተፀሊኣቶ ኣሎ እንታይ ደኣ ኮይኑ ቁሩብ ተፀሊኣቶ ኣላ ነውሪ እዩ ኣይበሃልን እዩ ከምዚ ገሊኡ ሕማቕ ስኣሉ ሕማም ኣይትዘክርዎ ከማን ዝበሃል ኣሎ ቆልዓ እንድሕሪ ሓንጎሉ ሓሚሙ ሓንጎሉ ሓሚሙ ኢልካ ክንዲ ፈውሲ ትደልየሉ ኣብ ገዛ ኣብ ትሕቲ ዓራት ዓፅዮም ድግድግ የብልዎ ምእንተ መሕፈር መዋረድ ንሕና ኣብ ዓሌትና እኮ ከምዚ ዘየሎ ኣብ ደምና ከምዚ ዘየሎ እንዳተባሃለ ክንደይ ሰብ እዩ ሓንካስ ተኮይኑ ወይ ገለ ናይ ቆርበት ሕማም እንተለዎ ገለ እንተለዎስ ካልእ ሰብ ከይርእየልካ ኣብ ገዛ እዩ ዝሕባእ ከምኡ ኮይኑ ኸውን እቲ ናይ ሓንጎል ብርሰት ዘለና እቲ ጸይቂ ናይ ሓንጎልና ዘሎ ከማን ከምኡ ጌርና ክንሓብኦ የብልናን እዚ እቲ ባህልና ባህልና ኩሉ ግዜ ሕማምካ ሕባእ እዩ ዝብል እንታይ ምስላታት ከማን ኣሎ እንታይ ቆልዑ ዝባንካ ወዲ ሓውቦ ካይተርእዮ ገለመሌታት ገለመሌታት እዚ እቲ ኮሌክቲቭ ሜሞሪናትና ሃኒጽና ብኡ ኢና ተሃኒጽና ስለዚ ከምኡታት ዓይነት ክስታይ ኣለና ሰሓቢ ነገራት ኣለና ኣብኡ ካብኡ ከይንወፅእ ዝግድደና ነገራት ኣለና ሕጂ ሰኣ ንገሊኹም ትፈትዎ ትኾኑ ገሊኹም ፅልኦ ትኾኑ ኣይርድኣንን እዩ ኩሉ ዝሰምዓኒ ስለ ዘሎ ኣነ ናተይ እምነት እዚ ኩሉ ሽግር ኣብ ሃገርና ዘሎ እዚ ስርዓት እዚ እንከሎ ፈፂምና ክንድሕን ኣይንኽእልን ኢና እዚ ኩሉ ቃልሲ ንገብሮ ዘለና ፅቡቅ ገይርና ንጭምት የለናን ከምዛ ናይ ሳዋ ኣዋልድ ክስታይ ዝወቅዓ ዝበለንት ጀነራል ፊሊጶስ ዓርከይ ምስኪናይ እንታይ ዝበልኪ ዕላማ ሓሙሽተ እየን ወቂዐን ገለ በለ ዝበላስ ከምኣ ይከኣልና ምናልባት ንዕላ ምፅኢና መራሕቲ ናይ ናይ ናይዚ ተቃውሞ እንተንገብረ ምክኣልና ኔርና ክንጭምት ክንክእል ኣለና እዚ ስርዓት እዚ እንከሎ እዚ ኩሉ ሕማምና ኣይለግስን እዩ ምኽንያቱ ከም ንቡር ኣብ ዩኒቨርሲቲ ኮይኑ ምስ ፈላጣት ምስ ዓበይቲ ዓዲ ኣብ ቤት ትምህርቲ ብሸነኻቱ ብኹሉ ማሕበር ጋዘጠኛታት ማሕበር ምሩቓት ማሕበር ገለመለ እንዳበልካ በብኽእለቱ እቲ ዘሎ ናይቲ ሶሳይቲ ሕማማት ኣብኡ ክፍወስ ዝኽእል እዩ ናይ ኤኮኖሚ ኮይኑ ናይ ታሪክ ኮይኑ ናይ ካልእ ፖለቲካ ሽግር ኮይኑ ኣብ ከምኡታት ይብቲ ውሽጢ ሃገር ክፍታሕ ዝኽእል ግን ከምዚ ዓሳ ካብ ባሕሪ እንተውፅኢካ ዝምውት ካብ ዓድኻ እንድሕር ወፂእካ ኣይሞትና እንዳ እምበር ኣብ ሰንፈላል ኢና ዘለና ስለዚ ብዙሕ ከነፍሪ ኣይንኽእልን ዘለና እዚ ከኣቱ መፍትሒ ኮይኑ ትስፋ እታ ፍርቂ ዝበልክዎ ከዓኒ ኣብ ዝመፅእ ዘሎ ግዜ ፍሉይ መደብ ከምቲ ቅድሚ ሕጂ ዝተመባፃዕክዎ ፍሉይ መደብ ብዛዕባ ቋንቋ ዓረብኛ ከቕርብ ስለ ዝኾንኩ፣ እታ ፍርቂ ሕጂ ዘቕርባ ዘለኹ ከም ኣፕሬቲቮ ጌርኩም ቁጸርዋ፣ ምእንቲ ብጥዑይ መንፈስን ናይ ምውህላል ዘረባ ሰሚዕካ ናይ ምውህላል ምሕጽንታን እየ ዝገብር ዘለኹ። እንታይ ይመስለኩም ምስ ዓረብኛ ሽግር ከም ዘለና ኩላትና ንፈልጦ ኢና። ግን እዛ ሽግር እዚኣ እንታይ እያ ኢልናስ ብፅሞና ሰሚዕና ፅሞና ኣምሓርኛ ትግርኛ ፅሞና ኣምሓርኛ ይመስለኒ ኤኒወይ ፅን ኢልናስ ኣይንሰምዖን ዘለና ኣይነዋህልልን ዘለና እቲ ዘረባ እንተዘየዋህለልካ እንታይ ከም ትምልስ ዘለካ ኣይትፈልጥን ኢኻ ስለዚ እቲ ዝበሃል ዘሎ እንታይ ምዃኑ ኣፅቢቕና ነለልዮ እሞ እንድሕር ተቃውሞ ኣለና ንቡር እዩ ግን እዚኣ ንዚኣስ ኣይቅበላን እየ ከምዚኣ ትመስለኒ ክኮን ስቀል ወዲ ገለ ገለ እንዳበልካ ጸርፍስ እንታይ ኣምጸኦ ኩሉ ሰብ ክፈልጣ ዘለዋ እዚኣ ምሃኑ መባእታ ናይ ናይ ዲሰንሲ ጽን ኢልና ክንሰምዕ ንክኣል ምክንያቱ እዛ ናይ ዓረብኛ ብተመክሮ እየ ዝዛረብ ዘለኩ ብዙሓት ሰባት ከምዛ ክርቢት እዮም ዝሽርተቱ ኣብኣ ክንበጽሕ ስለዝኮና ካብ ብሕጂ ከጠንቅቀኩም ኢለ በጃኩም ነዋህልል። ንስማዕ። ዘይትቕበሎ ነገር ክህሉ ይኽእል እዩ፣ ግን እዚ ኣይቅበላን ኢልካስ ከምታ ብኽብረት ዝዛረበካ ዘሎ ሰብ ብኽብረት ክትቃወም ጽቡቕ እዩ። እንተዘይኮነ ኣብ ዘየድሊ ኣብ ጸርፍን ኣብ ዘለፋን ኣብ ገለመለን ጽቡቕ ኣይኮነን። እዚ ነቲ ልዝብ ናትና ባይዛንጣ ልዝብ በይዘንጣ ዝገብሮ ዘሎ ንሱ እዩ። ከይሰምዓካ ከየዋህለልካ ብስምዒትን ብገለ ቁጭቕ ሱቕ ኢልካ ዘዝመጸካ ኣብ ኣፍካ እንድሕሪ ተዛሪብካ ዘይሓላፍነታዊ ነገር ስለዝኾነ ካብኡ ክንጥንቀቕ ይላቦ። ሓንቲ ዛንታ ክነግረኩም ምእንቲ እቲ ሃዋሁ ብኸምኡ ዓይነት ዝሑል ህዱእ ክኾነልና ምእንቲ። ኣብ ኣስመራ ቀደም ሓደ ዓረብ በዓል ድኳን ነይሩ ጀበሊ ጀበሊ ኢና ንብሎ ወዲ ከበሳ ማለት እዩ። ሕጂ እዚ ጀበሊ ሓንቲ ቆልዓ ጽብቕቲ ቆልዓ ጎንደሬ ትመጾ እቲ ድኳን ይላለያ ፈትይዋ ብጣዕሚ ጽብቕቲ ኣያ በቃ ሰለሎ ኣትዮ ዛንዛን ኢሉ ሰብኣይ ፈትይዋ ሕጂ እቲ ምልክት ናታ እንታይ እዩ ኣብዚ ውቃጦ ኣለዋ እቲ እስካብ ዝኩሉ ገጻ ምሽ ዓይና ክጽብቕ ፈናጅን መስል ኣፋ ካቲ መመስል ገለበለ እንዲራ ንብል ኣገላልጻ ናይ ሕልፊ ጓል ሰይቲ ጓል ሰይቲ ትገልጽ ናይ ከምዚ መስል ገለ ይትብል ኢና ሕጂ በቲ ናይ ተባዕታይ ገይረ ገልጸልኩም ሕጂ እቲ ሰብኣይ ከምኡ ገይሩ ኣይገልጻን እዩ። እቲ ክሳዳስ እዚ ዘንጉርጉር ዘሎ ገለመለ እዩ ዝገልጻ። ካብ ኩሉ ንዓ ነዘን ዝንጉርጉር ፈጅ ታቱ ሕጂ እንታይ ይብል ዝንጉርጉርቲ ይብላ ትመፅእ ከላ ያ ዝንጉርጉርቲ ያ ክሳድ ዝንጉርጉርቲ ይብላ ከምዚ ገይሩ እዩ ዘቀባጥረላ ነይሩ ሕጂ ካብ ምምልላስ በቃ ዓሚላ ይግድሶ ገለ ይግድሶ እሳ ክትመፅእ ከላ ምስ ኣጉጅብ ክብል ኩሉ ስርሑ ይርስዕ እዛን ዛልም ሰብኣይ ድሓር ሓደ ግዜ ተሰማሚዖም ክመርዓው ኣብ ፍቕሪ ብጣዕሚ ጽኑዕ ፍቕሪ በጺሖም ክማራዓው ተሰማዕሚዖም ሽዑ እዛ ጓል እዚኣ ክብላ ጠፍኣ ኣላ ሎሚ ትመጽእ እንተበለ ጽባሕ ትመጽእ እንተበለ በቃ ጠፊኣ ሰሙን ተጸቢዋ ቀቢጹ በቃ ድኳን ዓጽዩ ከይዱ ክደሊ ዝፈልጣ ሰብኣይ ስኢኑ ዳርጋ ቀቢጹ ክምለስ ኣብ ዝደልየሉ ሓደ ሰብ ብሎ ኣንታ እዛ ክሳዳ ዝንጉርጉር ዝብላ እዚኣ ወ እዚኣ ደኣኒ ጎንደር ስድርኣ ሓሚሞም ዶ ገለ ኮይኖም ዶ ክትበጽሕ ጎንደር ከይዳ ይብሎ። ሰብኣይ ኣይተጸበየን ሳንጥኡ ጥቕልል ኣቢሉ ኣውቶቡስ ደይቡ ጎንደር ከይዱ። ክሳድ ዝንጉርጉር ክሳድ ዝንጉርጉር ይብሎ እቲ ኣንገት ኣልጊሮሞ ሕጂ ኣንገትዋ ዝንጉርጉር በልዎ እሞ ኣንገትዋ ዝንጉርጉር እንዳበለ ገዛ ገዛ ከይዱ ደልዩ ቀቢጹ ገንዘብ ወዲኡ ግዜ ከኣ ተናዊሕዎ ካላስ ቀቢጹ በቃ ልቡ ተሰይሩ ኣስመራ ምስ ተመልሰ እቶም ሰባት ይሓቱ ይህን ታሪክ ይካየድ ብሎ ኣንገቷ ዝንጉርጉር ደወርና ደወርና ኮይኖም ሓሰብና ኣይ እንታይ ማለት እዩ ጎንደር ከድናስ ኮሊልና ኮሊልና ኮሊልና ነዛ ዝንጉርጉር ክሳድ ዘለዋ ደሊናስ ክንረኽባ ይከኣልና ኩሉ ግዜ ሓድነት ሓድነት ሓድነት ሓድነት እንዲና ንብል ሓድነት ሓድነት ደወርና ደወርና ምንም ሓሰልና ኮይና ከም ሰብ ክንቀሳቀስ ኣይከኣልና ፀገም መዓልቲ መዓልቲ ደራሕ ይወርደና ንቡር ኣይኮነን እጂ ንዕኡ ክንፈትሕ ከማን ኣይከኣልናን ምክንያቱ ሓድነትና ስለ ዘየድልየና ደወርና ደወርና ምንም መሓሰብ ወላ ቅድሚ ክልተ መዓልቲ ድዩ ሰለስተ መዓልቲ እዚ ዝርኢኹሞ እዚ ሽግር ኣብ ሜዲተሬንያን ዝተረኽበ እዩ ኤኒወይ እዚ ቦትኡ ይኮነን ሕጂ ክገልፆ ኣይክእልን እዩ ምክንያቱ በዚሑና